መዓልቲ መዓልቲ ፍረ ተምሪ እንተበሊዕና ኣብ ሰውነትና እንታይ ይፍጠር? ተምሪ ንምሕያኹ ምቹውን ምቁርን ፍረ እዩ። ብመዓድንን ቫይታሚንን ዝማዕበለ እዩ። ብበዝሒ ድማ ኣብ ሰሜናውን ደቡባውን ክፋል ኣፍሪካ ይፈሪ። ኣብ ናይ ሎማዓንቲ ትሕዝቶይ ድማ ኣገረምቲ ረብሓታት ተምሪ ዝብል እዩ ዝኸውን። ከምኡ እውን ምስ ጸታዊ ርክብኸ እንታይ ዘራኽብ ነገር ኣለዎ? ዝብል ክንርኢ ኢና። ብተወሳኺ እውን ኣብ መዓልቲ ክንደየናይ ዝኣክል ክንምገብ ከም ዘለና፣ ክበዝሕ ከሎኸ ዘምጽኦ ሳዕቤን ኣለዎ ድዩ፣ እነመን እዮምኸ ተምሪ ክምገቡ ዘይብሎም ዝብል ክንርኢ ኢና። ከምኡ እውን ተምሪ ከርጉድ ይኽእል ድዩ ንዝብል ሕቶ እውን ኣብ ናይ ሎማዓንቲ ቪድዮይ ግልጺ መልሲ እትረኽብሉ እዩ ዝኸውን። ተምሪ ልክዕ ከም እንጣጢዕ ኣብ ጾም ወቕቲ ብፍላይ ድማ ሞስሊም ኣሕዋትና ብበዝሒ ክጥቀምሉ ዝረኣይ እንኳ እንተኾነ ምስ ዘለዎ ኣገራሙ ናይ ጥዕና ኣንጻር ግን ተተኽኢሉ ኩሉ ግዜ ካብ ጥቓናን ካብ ገዛናን እንተዘይጠፍእ እዩ ዝምከር። ስለዚ ካብዚ ንታሕቲ ተምሪ ዝህበና ዓሰርተ ጥዕናዊ ረብሓታት ክንርኢ ኢና፣ ክትመሃርሉን ሓደሽቲ ነገራትን ክትረኽብሉን ድማ እምነተ እዩ። ክሳብ መወዳእታ ትሕዝቶይ ሓቢርኩም ንኽትጸንሑ ብኽብሪ እናጠየቕኩ፣ ነዚ ቻናል ሓደሽቲ ዝኾንኩም ሰባት እንተሃሊኹም ድማ ሳብስክራይብ ግበሩ። ብምቕጻል ናይዛ ደወል ምልክት ብምጥዋቕ ጠቐምቲ ዝኾኑ ጥዕናዊ ረብሓታት ትረኽቡ ትኽእሉ ኢኹም። መዓልታዊ ተምሪ እንተበሊዕና እንረኽቦ ዓሰርተ ጥቕምታት ክንርኢ ኢና። እቲ ናይ መጀመርታ ጥቕሚ ናይ ተምሪ ንናይ ከብዲ ድርቀት እዩ። ተምሪ ናይዞም መዓናጡ መመሓላለፍቲ ብምልስላስ ናይ ከብዲ ድርቀት ንምቕራፍ ይሕግዝ እዩ። ናይዚ ናይ ከብዲ ድርቀት ቀንዲ መልዐሊኡ ድማ እኹል ዝኾነ ናይ ፋይበር ትሕዝቶ ዘለዎ ምግቢ ዘይምምጋብ እንትኸውን ተምሪ ድማ ልዑል ዝኾነ ናይ ፋይበር ትሕዝቶ ዘለዎ ፍረ እዩ። ኹሉ ግዜ ናይ ከብዲ ድርቀት ከጋጥም እንተሎ ካብ ዕስራ ክሳብ ሰላሳ ግራም ዝኸውን ፋይበር ብምምጋብ ከብዲ ምልስላስ ይከኣል እዩ። እቲ ካልኣይ ድማ ንናይ ጨጉሪ ዕቤት እዩ። ተምሪ ንጨጉሪ ምብጥጣስ ይከላኸል እዩ። እዚ ተምሪ ብኣይረን ዝበልፀገ ብምዃኑ ድማ ኣብ ሽክና ርእሲ ዝህሉ ናይ ደም ዝውውር ብምቅልጣፍ ናይ ጨጉሪ ሰራውር ዘድልዮም መዓድናት ብቑልጡፍ ንክረኽቡ ይሕግዝ። በዚ ናይ ኣይረን ትሕዝትኡ ዝተልዓለ እውን ኣብ መላእ ሰውነትና ዝህሉ ናይ ደም ዝውውር ብምምሕያሽ እውን ንሽክና ርእሲ እኹል ዝኾነ ኦክስጅን ክረክብ ስለ ዝሕግዘና ናይ ጨጉሪ ዕቤት እውን ንኽቀላጠፍ ይገብር እዩ። እቲ ሳልሳይ ድማ ንናይ ኣእምሮ ጥዕና። ተምሪ ኣብ ግዜ እርጋን ንዝፍጠር ናይ ሓንጎል ሴላት ምሟት፣ ናይ ኣእምሮ ብቕዓት ምውራድን ንኽድንጒይ ይሕግዝ እዩ። ብፍላይ ድማ ምስ ዕድመ ተተሓሒዞም ንዝኽሰቱ ከምኒ ኣልዛይመር ዝኣመሰሉ ናይ ምርሳዕ ሕማም ናይ ምቅላዕ ዕድልና ከም ዝንክዩ እዩ ዝገብር። ራብዓይ፣ ንጥዕና ዓይኒ። ብዙሓት ሰባት እዚ ብርሃን ንእሽተን ህስስ ክብል ከሎ ወይ ድማ ጽልግልግ ክብል ከሎ ናይ ምርኣይ ዓቕሚ ይስእኑ እዮም። እዚ ብሰብ ሞያ ሕክምና ናይት ብራይደን ተባሂሉ ዝጽዋዕ ድማ ዝተፈላለየ ምኽንያት ዘለዎ እኳ እንተኾነ ብቀንዲ ድማ ናይ ቫይታሚን ኤ ተተሓሕዝትን ኣንቲኦክሲዳንትን ሕጽረት ስዒቡ እዩ ዝኽሰት። ሓምሻይ፣ ናይ ሰውነት ክብደት ንምውሳኽ። በርግጽ ብዙሓት ሰባት ክብደት ንምቕናስ እምበር ንምውሳኽ ከም ዘይደልዩ ዝፍለጥ ነገር ስለ ዝኾነ፣ እዚ ክብደት ንምውሳኽ ብዙሕ ጥዕና ዘለዎ መሲሉ ዘይረኣዮም ውሑዳት እኳ እንተ ዘይኮኑ፣ ግን ድማ ብጥዕና ምኽንያት ክኸውን ይኽእል ወይ ብኻሊእ ምኽንያት ኣንደር ወይት ወይ ድማ ካብ መጠን ንላዕሊ ቀጠንቲ ዝኾኑ፣ ሰባት ግን ተምሪ ኣዝዩ ጠቓሚ ከም ዝዀነ እዩ ዝንገረሉ። ክብደት ንምውሳኽ ካብ ዝህበና ተፈጥሮኣዊ ጥዕና ዘለዎ ኣማራጺታት ውሽጢ እቲ ሓደ ተምሪ እንትኸውን፣ ዘለዎ ልዑል መጠን ተፈጥሮኣዊ ትሕዝቶ ሽኮር ብዝለዓለ ኣብዚሕኻ እንትውሰድ ብቕልጡፍ ናይ ሰውነትና ክብደት ንምስትኽኻል ዝግበር ጻዕሪ ይሕግዝ እዩ። ሻድሻይ፣ ናይ ቆርበት ጽባቐ። ተምሪ ኣብ ውሽጡ ቫይታሚን ሲን ቫይታሚን ዲን ዝሓዘ እንትኸውን፣ በዚ ምኽንያት ድማ ናይ ቆርበት ናይ ኢላስቲክቲ ናይ ምዝርጋሕ ባህሪኡ ዝሐሸ ክኸውን ይገብር። ካብዚ ብተወሳኺ ብፍላይ ድማ ናይ ገጽና ንምልስላስ ኣብዚ ገጽና ዝፍጠር ናይ ቆርበት ምሽብሻብ ንኸይፍጠር ይሕግዘና እዩ። ሻብዓይ ንጥዕና ልቢ ኣብ መዓልቲ ክሳብ ሰለስተ ዝበጽሕ ናይ ተምሪ ፍረታት ብምምጋብ ኣብ ልዕሊ ልብና ኣገራሚ ዝኾነ ጥዕና ንኽህሉ ጥዕና ልብና ሕሉው ክኸውን ይገብር እዩ። ኣብ ውሽጢ ተምሪ ዝርከብ ናይ ኣንቲኦክሲዳንት ትሕዝትኡ እውን ናይ ልቢ ቱቦታት ንኸይሽፈንን ንኸይድፈንን ይከላኸል እዩ። ሻምናይ ንድፍኢት ደም ወይ ድማ ጸቕጢ ደም ንምቁጽጻር። ተምሪ ኣብ ውሽጢ ካብ ዝሓዞም መዓድናትን ንጥረ ነገራትን ውሽጢ እቲ ሓደ ፖታሽየም እንትኸውን በዚ መዓድን ድማ ድፍኢት ደም ወይ ድማ ጸቕጢ ደም ንምክልኻልን ንምቁጽጻርን ኣዝዩ ኣድላይ ከም ዝኾነ እዩ ዝንገረሉ። ሓደ ተምሪ ክሳብ ሚእትን ስሳን ሸውዓተን ዝኸውን ናይ ፖታሽየም ትሕዝቶ ዘለዎ እንትኾን፣ ነዚ ድማ ምስ ካልኦት ዝደረቑ ፍራምረታት ኣንፃር ክረኣ ከሎ ኣዝዩ ልዑል እዩ። ታሽዓይ፣ ናይ ኮለስትሮይል መጠን ንምቁፅፃር፣ እዚ ድማ ኮለስትሮይል መጠን ልዑል ከም ዝኾነ ተነጊርዎም መፍትሒ ንዝእልሹ ሰባት ኣዝዩ ጠቓሚ ፍቱንን መድሓኒት ከም ዝኾነ እዩ ሄልዝላይን ዝሕብር። ተምሪ ናይ ኮለስትሮይል መጠን ንምቕናስ ካብ ዝሕግዝ ምግብታት ድማ እቲ ሓደ እንትኾን ዘለዎ ልዑል ናይ ፋይበር ትሕዝቶ ድማ ሕማቕ ናይ ኮለስትሮይል መጠን ንምውጋድ ይሕግዝ እዩ። ካብ ዘለዉ ዝተፈላለዩ ዓይነታት ተምሪ እውን እዚ ሃለዋ ዝተብሃለ ዓይነት ተምሪ ብፍሉይ ብዝበሃል መልክዑ እዚ ሕማቕ ልኾነ ወይ ደማ ባድ ኮልስትሮይል መጠን ንምውጋድ ዝጠቅም እንትኸውን ብተመሳሳሊ ድማ ጥቓሚ ዝኾነ ናይ ኮልስትሮይል ዓይነት ጥዕና ብዘለዎ መንገዲ ንምውሳኽ ይሕግዝ እዩ። ዓስራይ፣ ንድኻም ኣብ ግዜ ጸታዊ ርክብ ወይ ድማ ንስንፈተ ወሲብ ምፍዋስ መጽናዕትታት ብተደጋጋሚ ኣረጋጊጽናዮ ኢና ከም ዝበልዎ፣ ኣብ ውሽጢ ተምሪ ዝርከብ ናይ ኣሚኖ ኣሲድ ትሕዝቶ ናይ ወዲ ተባዕታይ ናይ ወሲብ ብቕዓቱ ንኽውስኽ ይሕግዝ እዩ። ኣብዚ ክንርስዖ ዘይብልና ድማ ተምሪ እውን ካብዞም ካልኦት ዓይነታት ምግቢ ክበዝሕ ከሎ ዝህበና ረብሓ ዘምጽኦ ሳዕቤን እዩ ዝገድድ። ካብ ዘምጸኣልና ሳዕቤናት ድማ እቲ ቀንዲ ልዕሊ ዓቐን ዝኾነ ናይ ክብደት ምውሳኽ፣ ናይ ሽኮር ሕማም ዘለዎም ሰባት ተምሪ ክምገቡ ዝኽእሉ እኳ እንተኾኑ፣ ኾይኑ ግን ብሓደ ግዜ ዝምገብዎ መጠን ካብ ኽልተ ክሳብ ሰለስተ ፍረ እንተዘይበዝሕ እዩ ዝምከር። ህፃውንቲ ቆልዑት እውን መዓናጢኦም ዝጎልበተ ስለዘይኾነ ነዞም ህፃውንቲ ቆልዑት ምሃብ ዝምከር ኣይኾነን። እምበኣርከስ ናይ ዩቱብ ቻናል ተኸታተልተይ ብዛዕባ ተምሪ ዝሰራሕኽዎ እዚ ይመስል፣ እንተፈቲኹምዎ ላይክ ግበርዎ፣ ነዚ ቪድዮ እዚ ይጠቕሞ እዩ ኢልኩም ትሓስብዎ ሰብ ተሃልዩ ድማ ሼር ግበርዎ። ኣብዚ ቪድዮ እዚ ዘለኩም ሓሳብ ክፈልጥ ስለ ዝደሊ ሓሳብኩም ኣብ ኮሜንት ሴክሽን ጽሓፉለይ። ነዚ ቻናል ሓደሽቲ ዝኾንኹም ድማ ሳብስክራይብ ብምግባር ቤተሰብ ይኹኑ።